ሰላም ሰላም ክቡራት ቤተሰብ ከመይ ውዒልኩም? ኣነ እግዚኣብሔር ኣምላክ ይመስገን ጽቡቅ ኣለኹ። ከም ጽቡቅ ዘለኽዎ ዝቦትሉ ናይ ኩሉ ግዜ ትምኒተ እዩ። እሺ ክቡራት ቤተሰብ ቤተሰብ ዘይኮንኩም ሰብስክራይብ ብምግባር ቤተሰብ ኩኑ። ቤተሰብ ዝኾንኩም ድማ ላይክ ብምግባር ጀምሩ። እሺ ባርከስ ሓደ ድብዓለይ ክገድፎ እናደለኹ ምግዳፍ ዝኣበየኒ ሓደ ነገር እየ ክዕለኩም መጽየ ሎማዓንቲ ተኣይሱ ሰባት እኳ ደቂ ሰባት ክንበሃል መብዛሕትና መዋል ይከኣል ከምኡ ኢና ኢለ እየ ልግምት ስለምንታይሲ ዓለም ባዕላ ናብኡ ስለ ትስሕበና ማለት እዩ ሓደ ነገር ልሓዝናዮ እናሰራሕና ኣብቲ መዓልቲ ንሱ ንሃለናሲ ነዛ መዓልቲ ለይኮንና ንጭነቐላስ እሳ ዓርሳ ለኸኣለት እንዳሃለወት ግን መሊእና ዋላ ተለይ ፈለጥናያ እታ መዓልቲ እሳ ሒዝናያ ስለለለና ስለሳ ይንጭነቐይ ስለዛ መዓልቲ ሒዝናያ እኒና ስለምንታይ ደኣ ስለ ፅባሕ ስለ ድሕሪ ፅባሕ ስለ ካብ ሰሙን ወርሒ ንዓመታት እውን ንጭነቕ ማለት እዩ እዚ ተግባር እዚ ኣነ ባዕለይ ማለት እዩ ባዕለይ ስለ ኣብ ውሽጠይ ለሎ እዩ ክገድፎ ይምኩር እሞ ተመሊሰ ላብኡ ይመለስ ማለት እዩ ምግዳፍ ካብ ዝኣበየትኒ ሓንቲ ካብተን ምግዳፍ ክገድፈን እንዳደለኹ ምግዳፍ ዝኣበያኒ ተግባራት እየን ማለት እዩ ከምዚ ከማይ ከም ትህልው እውን ብዙሓት ከም ትህልው ኣይጠራጠር ምክንያቱ ከምቲ ዝብለ ኣለኹ እቲ ማሕበረሰብ እቲ ዘለናዮ ህይወት ዓለም ባዕላም መብዛሕትኡ ግዜ ካብ መንፈሳውነት ኣብቲ ናይ ዓለም ዓዘቕቲ ስለ በብዝሓ ንከታተል ኣብኡ እውን ስለ ተፀምቢርና እንውዕል እዩ ትላኡ ለብለና ልምቤ መንፈሳውያን ዝኾኑ ስለ ፅባሕ ስለ ድሕሪ ፅባሕ ስለ ዋርሕ ስለ ዓመታት ብዝሕ ኣይጭነቁ ስለታ ዘለዋ ኣብ ጸሎቶም ተጸሚዶ ስለታ ዘለዋ ሰዓት ስለፍታ ዘለዋ ሰዓት ናይ ካሊእ ሰብ ድኹማት ከምዚ ኸማይ ስለ ዓዶም እዮም ጊዜኦም ልህዎ ማለት እዩ ንሕና ግን በቃ ብዚ ናይ ዓለም ስለ ዝተተሓዝና ይመስለኒ ብኸምዚ ኢና ንፅመድ ኣነ ልባዕለይሲ ክገድፋ እንዳደለኹ ምግዳፍ ካብዚ ኣበየትኒ ሓንቲ እያ ስለዚ ክቡራት ቤተሰብ ከምዚ ከም ትህልው ብዙሓት ሰባት ይግምት እየ ምክንያቱ መብዛሕትኡ ሰብ ይምነ ትምኒት ለዓርሱ ላተመንኻ ሓደ ነገር ሒዝካ ንሃለኻ ወይ ከዓ ሓደ ነገር ሰሪሕኻ ንሃለኻ ካሊእ ንክትሰርሕ ምሕሳብ ለዓርሱ በቃ ምጭናቕ እታ መዓልቲ ታሒዝካያ እኒኢኻ ታሰሪሕኻያ እኒኢኻሲ ኣዕጋቢት ዋላ ናሃለወትስ ካሊእ ካብኣ ብላዕሊ ልፅባሕ ኢል ድሕሪ ፅባሕ ኢል ስለ ትሓስብ በቃ እቲ ልፅባሕ መዋሊ ሰይንገድፎ እዩ ማለት እዩ ንኣብነት ብዙሓት እንስሳታት ለኣናሊ መምሃሪ ተገይርወን ኣሎ ጥቕስታት ማለት እዩ ከም ኣብነት ተወሲድና ርግቢት ኣላ ርግቢት ኣይሚን ዒፍ ማለት እዩ ዒፍ ምንም ነገር ትኽዝኖ ወይ ከዓ ተዓቑሮ ተቕምጦ ነገር የብላይ ግን እታ እግዚኣብሔር ኣምላክ ዝፈጠራ እስትንፋስ ጾማ ይትሓድሪ ጾማ ይሓዲረ ኢላ ክትጭነቀይ ንርኣይ ጾማ ክትሓድሪ ንርኣይ ኮታስ ኩሉ ግዜ ዒፍ ምንም ነገር ተዘጋጁ ከም ዘይኮነት ግን ከዓ ብነፃነት ከም ትነብር ኣንሕና ግን በቃ ካብ ኣዋርሕ ሓሊፍናስ ላብ ዓመታት ኢና ንጭነቅ ላብ ዓመታት እዚኣ ኣስጌርኒ እኮ ሕዚ ብዚኣ ሰሙን ከታዕ ክገብር ብዚኣ ወርሒ ከታዕ ክገብር ብዚ ዓመታት ከታዕ ክገብር እዚ ለዓይነቱ ማለት እዩ እዚ ኣብ ርእስና ክመላለስ ከሎ ሓደ ሓደ ግዜ ፀገም ይፈጥረልካ እዩ ፀቕጢ ይፈጥረልካ ምጭናቕ ይፈጥረልካ ሓሳባት ናውረድካ ናደየብካ ኣብ ትውዕለሉ ሓሳባት ላፀዓቕካዮ መምት ድዩ ኣብ ትውዕለሉ ግዜ ብጣዕሚ ውሽጥኻ ናይ ምርባሽ መንፈስ እውን የምፀልኻ እዩ ኣብ ባዕለይ ስለለለ እዩ ሓቅን ምዝራብ ብዙሓት ሰባት ትልዩ ኢኹም ኢለ ተስፋ ይገብር ኣብዚ ካብዚ ግን እንታይ ንምሃር ካብ ዕፍ ንምሃር ምንም ምንም ትእኮ ነገር የብላን ግን ከዓ በቃ እታ እግዚኣብሔር ዝፈጠራ ስንፋስ ጾማ ከም ዘይትሓድር ስለትኣምን ማለት እዩ ስለዚ ሓደ ነገር ለማዓንቲ እዚ ለምፀለይ ምክንያት እንታይ እዩ ክብራት ቤተሰብ

ካብ ኢድና ኦፍ ዝበሃል ኣሎ ሰሪሑ በቃ ልምሸት ልደቁ ድዩ ልበዓል ትገዝኡ ድዩ ልበዓል ገዝኣ ድዩ ኮታስ በቃ ልዛ ገዝኡስ ሰሪሑ እኹል ምግቢ እኹል ክዳን እኹል ጫማ እንተደኣ ሃልይዎም ኮይኑ በቃ እሳቶም እዮም ቶም ሕጉሳት እንዲዩ ኣብዚ ማእኸላይ መነባብሮ ለሎ ሕብረተሰብና ኣብኡ ለሎ ጭንቀት ብጣዕሚ እዩ ልገርመኒ ገዛ ተሒዝካ መኪና ክትብል፣ መኪና ተሒዝካ ገዛ ካልኣይ ገዛ ክትብል፣ ሽጋ ገዛ ተሒዝካ ወይም እዚ ቤላ ገዛ ተሒዝካ ዕማራ ናይ ስራሕኹ ክትብል ማለት እዩ። ዕማራ ላበልና ርእስና ዕማራ ኮይኑ ኣሎ ወይዘወይ። ስለዚ ክብራት ቤተሰብ ኣብ ድሌት ዘሎ ኣብ ልፅባሕ ልድሕሪ ፅባሕ ኢልካ እትሓስቦም እትጭነቆም ነገር ብጣዕሚ እዮም ኣብ ሰውነትና ጉድኣት ለውፅሕልና ምክንያቱ ኣብ ልሓሰብናሉ ቁፅሪ ልዛ ድሌት ፕሮግራም ምውፃእ ሕማቕ እዩ ማለት ኣይኮንኩን ፕሮግራም ተይውፃእካ እውን ሓደ ነገር ክተሳክዐይ ትኽእል ፕሮግራም ምውፃእና ስኢልካ ድሌታትካ ኣብ ልመፀልካ ድሌታትካ ንጽባሕ እዚኣ ክትኮነለይ ንድሕሪ ጽባሕ እዚኣ ክትኮነለይ ላበልካ ኣብ ውሽጢ ሕልናኻ ምምልላስ በበይኑ እዩ። ኣብኡ ለሎ ጭንቀት እውን ብጣዕሚ ለይወፅእ ሕማቕ በሰላ እዩ ማለት እዩ። ስለዚ ክቡራት ቤተሰብ ፈጣሪ ኣሎ ብምባል ንፅባሕ ልድሕር ፅባሕ ኢልና ተይለይ ንጭነቕ በሃሊት እየ ኣነ ትወፀለይ እዛ ሓሳብ እዚኣ ወይ ከዓ እዛ ኣተሓሳስባ እዚኣ ብጣዕሚ ደስ ምበለኒ ግን ክገድፋ ኢለ ምግዳፍ ካብ ዝኣበየትኒ ሓንቲ ንሳ እያ ንፅባሕ ፕሮግራም ምውፃእ ላይ ኮነሲ በቃ ምጭናቕ ምጭናቕ ልቲ ትሰርሖ ነገር እኮ ባዕሉ ፅባሓስ ናይ ባዕላ ገዛ ርእሳ ልኽኣለት እያ ኢልኻ ፅባሕ ዶ ክሪኣይ ትብል ኢኻ ፅባሕ ዶ ክሪኣይ ካብ ምባል ሓሊፍና ግን እንታይ ኢና ንገብር ንጭነቐሉ እንተ ኣብ ተግባር ተለየውዕልናያ ኸዓ እዚኣ ተሓሰብኩ ነይረስ ካምዚ ኣለይኮነት ኢልና ተመሊስና ላብ ጣዕሳ ላብ ልምንታይ ካምዚ ኣለይኮነት ልምንታይ ብዚኣ ሓስበያ ነይረስ ብከምዚ ኣለይፈፀምኩዋ ኢልኻ ሕልናኻ ላብ ምስልሳል ላብ ምጭንናቕ ተኣቲ ማለት እዩ ስለዚ ካብ ዝፀላኣን ምግዳፍ ካብ ዝኣየትንን ሓንቲ ልፅባሕ ልድሕሪ ፅባሕ እናበልካ ሓሳባት ኣብ ርእስኻ ምምላእ ኣብ ርእስኻ ሓሳባት ኣብዚሕኻ እንትን ልኡ ትኹረት ምግባር ብጣዕሚ ካብ ልፀልዓ እያ ማለት እዩ። ክቡራት ቤተሰብ ብዙሓት እንስሳት ምሳሌ ተገይሮም እዮም ልምንታይ ለኣናል ደቂ ሰባት ማለት እዩ። ኣብዚኣ ሓንቲ ሕቶ ሓቲተ ክገድፈኩም መልሲ ኣብዛ ኮሜንት ልመለሳ ሽልማት ኒኣታ እያ ማለት እዩ ካብ እንስሳት ካብ ኩሎም እንስሳት ኣብ መጽሓፍ ቅዱስ ምስ መመሰል ዘይ ለኣና መምሃሪ ድዩ ኩሎም ተማን ኣና መምሃሪ እዮም ተመሲሎም ካብኣቶም ካብ ኩሎም እንስሳት ሓንቲ ኣብ ምሳሌ ለይኣተየ ተላ ንሳ እንታይ እያ ወይ ከዓ መን እያ? እዚኣ መልሲ ንመልሰ ያው ሽልማት ኣላቶ እታ ሽልማት እታ መልሲ ምስ ረኣና ክንገልፃ ኢና ማለት እዩ። ኣብ ቀፃሊ ፕሮግራም እታ መልሲ እንታይ ምዃና ክነግረኩም እየ። ትፈልጥዋ ቤተሰብ ተሃሊኹም ግን ኣብ ኮሜንት ፀሓፉ ክደግማ ትሓቶ ኣብ ምሳሌ በመጽሓፍ ቅዱስ ለይተመሰለት እንስሳ መን ትበሃል? ሓንቲ ብቻ እያ ሓንቲ ብቻ እያ ልላ እሳኸ መን ትበሃል እያ ትብል እዚኣ መትምልስዋ ተስፋ ይገብር ልመለሳ እውን ሽልማት እኒኦዎ እዩ ኣብ ካልኣይ ኣብ ካሊእ ፕሮግራም ክመፅእ ከለኹ መልሲ ባዕለይ እውን ክምልስ ኣየ ኣብ ኮመንት እውን ክትምልስዎ ኣይኩም ኢለ ተስፋ ይገብር። ምክንያቱ ብዙሓት ኣሕዋተይ ኣለኹም ኣብ መንፈሳውነት ጠንኪርኩም ትፅዕሩ ትደኽሙ ኣለኹም ኢኹም። ስለዚ መልሲ ያው ኮመንት ፀሓፍለይ ብካሊእ ፕሮግራም እስካብ ንራኸብ ክስካብ ስዑ ሰሰናይ ንዓኹም።